ሕጂ ኣጋጣሚ ሓደጋ ዝኾነ ኣጋጢሙኩም መኪናኹም ጠጠው ተላ ኣብ መንገዲ ሲ ክሳብ ንዓኹም ከድሕን ዝመፅእ ኣካል ዝመፀኩም ሲ እንታይ ክትኮኑ እዮም ንመኪናኹም ኣሚኩም ትቃስቆሱ ሰባት ኣለኹም በቃ ሓንቲ ረቃዕ ክዳን ጌርኩም ጃኬት ብላዕሊ ጌርኩም ረቃዕ ክዳን ኖርማል ሲምፕ ክዳን ሽርት ዓቢ ጃኬት ጌርኩም ሽዑ ኣብ መኪና ሂት ኣሎ እንዶ ትብሉ ዋት ኢፍ ሂት ስታፕስ ወርኪንግ ሰላም ክቡራት ተኻተልቲ ከምዚ ኣርእስቲ ናይዚ ቪድዮ ዝረኣኹሞ ብዙሓት ሰባት በዚ ዊንተር ኣጋጣሚ ኮይኑ ኣዘዋውራ መኪና ስለ ዘየፀበቕኩም ድዩ ስለቲ ሓድሽኩም ድዩ ብዙሕ ሓደጋ የጋጥም ኣሎ እጅግ ኣብ ግዜ ዊንተር ኣነ ክኢላ ኣዘዋርየ ዝበሃል ነገር የለን ክትምካሕ ኣይትኽእል ንኸ ሓደጋ ወዝቢ እዩ እንተኾነ ግን ተደጋጋሚ ክልተ ጌጋታት ዝፍፀማ ንሪአን ዘለና ኣብ ሰዓት እዚ ኣብ መንጎ ይልድ ሳይንን ስቶፕ ሳይንን ይልድ ማለት እታ ኣብዚ ላዕሊ ዘርጊሐያ ዘለኹ እዛ ቀያሕ ከላ ግን ትራያንግል ማለት እዩ ስሉስ ኩርናዕ ሕብሪ ዝሓዘት ቀይሕን ጻዕዳን ዘለዋ ማለት እዩ ኣብ ሞንጎኣን ኣብ ሞንጎ ስቶፕ ሳይን ከዓ ጠጠው በል ወይ ድማ ደው በል ትብል ኣብ ዝኾነ ኣርባዕተ ኢንተርሴክሽን ወይ ድማ ኣርባዕተ መንገዲ ፀንሓካ ይልድ ሳይን ኣሎ ወይ ይልድ ሳይን ኣሎ ወይ ስቶፕ ሳይን ኣሎ ኣብዚ ሕጂ መብዛሕትኹም ነዚ ይልድ ሳይን ከም ደስ ተልካ ጠጠው በል ዝዓይነቱ ጌርኩም ትሪእዎ ኣለኹም ምክንያቱ ብተደጋጋሚ ኣብ ዝረኣኹዎ ኣነ ዋላ ሓበሻ ዝረኣኹም ክዝውሩ ከለኹም ነዚ ተጠንቂቕካ ረአየ እንተ ደኣ ወል ሓደ ብጎንኻ ደ ብየማንካ መኪና ዝመፃ ደ ኣለዋ ግን ንስኻ ትሓልፍ ኽእል ኢኻ ዝብል ከም ዝጠዓመካ ሕለፍ ጌርኩም ትሪእዎ ኣለኹም ብግዜ በረድ መኪና ጠጠው ከተብላ እንተ ደኣ ፈቲንካ ከም ድላይካ ጠዋይ ትበልካነ እዞም ኩለን ንኣሽቱ መኻይን ትገዝኦ ዘለኹም መብዛሕተን ከዓ ቶዮታ ኮሮላ ሆንዳ ሲቪክ ዘን ታሕቲ ታሕቲ መኻይን ከምቲ ሓደሽቲ ምዃንኩም ብግዜ ሳመር ክዝውርዎ ዝነበርኩ መዘዋወሪ ኣብ ግዜ ዊንተር ኣይሰርሕን እዩ ኣብ ግዜ ይልድ ቀዳምነት ንመን ኢኻ ትሕልፍ በቲ በቲ ሓደ ኣንፈት ድመፅ ዘሎ ኣውቲስታ ንዕ ኢኻ ትሕልፍ ኣብ ግዜ ስቶፕ ሳይን ግን ደው በል ማለት እዩ እስኻ ደው በል መጀመርታ ደው ትብል ደሓር ብጎንኻን ብየማንካን ብፀጋምካን ርኢኻ ትሓልፍ ቀጻሊ እየ ዝድሪኦ ኣነ ኣብ ጠጠው ኢልካ ኣብ ፅርግያ ኢንተርሴክሽን ትሪኦም ሲ ነዚ ስቶፕ ሳይን በቃ ጥሒሶሞ ኸዱ ሕጂ ሓደ ሓደ ግዜ መኪናኻ ደጎ ተብላ ዋላ ፈቲንካ ኣብ ስቶፕ ሳይን ፍሬኖ ተሒዝካ ፍርቂ ትኣትወካ እያ እዚ ትኣተኩም ዘላ ንፍርቂ ከዓ እንታይ እቲ ፀገም እቲ ጎማኹም ዊንተር ታየር ስለዘይኮነ ወይ ናይ ዊንተር ስለዘይኮነ ኦል ሲዝን ኦል ዌዘር እውን ደሓን እዩ እዚ ሳመር ታየር ብሳመር ሙሉእ ዝዘወርኩሞ ጎማ ሒዝኩሞ ዊንተር ትዝብሮ ዘለኹም ግን ኣዝዩ ሓደገኛ እዩ ከምዚ ካልጋሪ ትብሎ ዘለኹም ካብ መዓት ሓደጋ ኢና ንርኢ ዘለና ብዙሓት ሰባት እዚ ናይ ካልጋሪ ርኢኸያ ዶ ኢልኩም ትሰርኩለይ ሰባት ኣለኹም ኣብ ካልጋሪ ጥራይ ኣይኮነን ኣብ ቶራኖ ከምኡ ኣብ ኬሽነር ዋረሉ ኣብ ኩሉ ኣብ ሙሉእ ካናዳ እዩ ዋላ ዊኒፔግ ኣብ ኩሉ እዩ እዚ ሓደጋ ዘጋጥም ዘሎ ፈለማ እዚ ዊንተር ምስ ሃረመ መብዛሕትኡ ሰብ ተዳልሉ ስለ ዘይፀንሐ በቃ ዊንተር ኣትዩ ሕጂ ትዘዋወረ ከምቲ ዝለመድከያ ሳመር ኮሚድ መስለካ ተቐይሩ እዩ ብግዜ ዊንተር ጥንቅቕ ኢልካ ትዝውር ሓደ ርሕቀት ትሕሉ ኣለካ ቅድሚ መኪና ቅድሜኻ ዘላን ድሕሬኻ ዘላን እናሓልኻ ኢኻ ትኸይድ በቃ ከምቲ ሳምር ትዝሮ ነበርካ ከም ድላይካ እናጎይኻ ትበሃል ነገር የለን ፈለማ መንግስቲ ኣብ ብሪቲሽ ኮሎምቢያ ቫንኩቨር ማለት እዩ መብዛሕትአን መኻይን ብግዜ ዊንተር ዊንተር ገብራ ኣለወን ገለ ኢሎም ሓደ እዋን ሕጉፅ እዮም ነይሮም ኣብዚ ኣልበርታን ከምኡ ኣይኮነን ግዴታ ግበር ዝብለካ የለን ግን ክትገብር ከም ዘለካ ክትፈልጡ ኣለኩም መብዛሕትኹም ናትና ናትና ህዝቢ ነዚ ጎማ ከም ዝሓሰረ ዋጋ ጎማ ገይልኩም ጥራኹም ትደልዩ ዝሓሰረ እንታይ ኣሎ በቃ ዝሓሰረ ጫማ ማለት እዩ ሸበጥ ጌርካስ ዊንተር ኣይትወፅእን ከምኡ እዩ ከዓ እዚ ጎማ ስቕ ኢልኩም ኖርማል ጎማ ጌርኩም ኣይትኸዱ ዋላ እቲ ዝሓሰረ ዊንተር ክኾን ኣለዋ ዊንተር ወይ ድማ ኦል ሲዝን ወይ ድማ ኦል ዌዘር ሳመር ዝበሃል ግን ጠቕላላ ኣብ ግዜ ዊንተር ክትጥቀምሉ የብልኩምን እዚ እትሪኦ ዘለኹም ቪድዮታት ሓደጋ ናይ ብዙሓት መኻይን ዝጋጨዎ ዘለዋ መብዛሕተን ሃንደበት ዊንተር እቱ ምስ በለ ዋላ ቀይረን ከለዋ ጎማ እቲ ኣይስ ሃንደበት ስለ ዝኸውን ሓደ ብድሕሪኻ መፅኡ ተሃሪምካ ኮንትሮል የብልካን ለኩሞ እዩ ድኸውን ስለዚ ካብ ሓደጋ ንክንድሕን እዚ ጎማታትና ንቀይሮ ናብ ዊንተር ጌና ዊንተር ሕጂ ዝኣቱ ዘሎ ጥንቀቕ ግንበሉ ካልኣይ ከዓ ኣብ መንጎ ስቶፕ ሳይንን ይልድ ሳይን እታ ቀያሕን እንተ ዘይተረዳእኩም ኣሎ ክላስ ሰቨን ገለገሊኹም ብክላስ ሰቨን ትዝውሩ ኣለኹም ኣይኖ ብክላስ ሰቨን ኣይዝወርን እዩ ግን ብክላስ ሰቨን ትዝውሩ ኢኹም ከምዚ ኦ ኖርማል ንሱ ደኣ ክላስ ሰቨን በቃ እንታይ እሞ ክላእ ኖርማል ኩሎም ድዮም ዝዝውሩ ገለ ትብሉ ኖርማል ኣይኮነን ብክላስ ሰቨን ምዝዋር ኖርማል ኣይኮነን እቲ ናብራ ገዲድካ ከም ትሰርሖ ከም ትዝውር ይርዳእኒ እዩ እቲ ናብራና በቃ ክሳብ ዓመት ክፅበ ወይ ክሳዕ ዝሰልጠካ ገለ በቃ ከመይ ኢለ ኣነ የሸንፎ ነዚ ህይወት እናበልካ ክትሰርሕ ግን ክላስ ሰቨን ሒዝካ ከለካ ብዝተካለካ ጥንቃቐታት ትገብር ኣለካ ካልኣይ ትሰርሖ ዘለኹም ስራሓት ናይ ድራይቪን ስራሓ ስለ ዝኾነ ሙሉ መዓልቲ እንተ ሙሉ መዓልቲ ብ ጽርግያ ክትዝውር ትውዕል ኮንካ ከኣ ሞር ጥንቃቐ ክሓተካ እዩ ምክንያቱ ሞር ኣብ ጽርግያ ዝውዕል ሰብ ክጥንቀቕ ኣለዎ ኣዘዋውርኡ ከጸብቕ ኣለዎ ብዝተኻለኩም ብክላስ 7 ኣይትዘውሩ ተኽኢልኩም ክላስ 5 ኣውፁ ብዙሓት ኤርትራውያን ወይ ሓበሻ ከም ዘለዉ እየ ዝፈልጥ ኣነ ኣብዚ ኤርትራውያን ኢትዮጵያውያን መምሃራን ከም ዘለዉ ናይ ድራይቪን ስለዚ እንተ ኮንታክት ደሊኹም ኣብዚ ታሕቲ ኮንታክት ናቶም ክገብረልኩም ይኽእል እየ ብዝኾነ ግን ጥንቀቕ ኢልኩም ክዝውሩ ኣለኩም ገለ ካብቲ ምስጢራት ናይ ዊንተር ከዓ ክነግረኩም ሓደ መኪና ብሪሞት መስ ተሳእኩማ ወይ ድማ ባዕልኹም መፍትሒ እትኹም መስ ተሳእኩማ እንድሕር ደኣ ክትምቆልኩም ቀልጢፍኩም ደሊኹም እቲ ሳንቫይዘር እዚ ብላዕሊ ዝርከብ እዚ ዘርግሐዮ ዘለኹ ንሱ ከምዚ ጌርኩም ኣገፍትን ንታሕቲ ኣውርድዎ እቲ ሂት ካብቲ ቨንት ድወፅእ በቲ ቨንት ወፅኡ ብዲፍሮስት ወፅኡ ነቲ በረድ ከም ክኾ እንተ ኮይኑ ልክዕ እዚ ሳንቫይዘር ከም ዝግበርዎ እታ መኪና ካ ቀልጢፋ ክትመውቅ እያ ገለገሌኹም ክትመቁልኩም ትደልዩ ቀልጢፍኩም ኣለኹም ግን ትዱንጌኒ ናተይሲ ቀልጢፋ የትመቁ ትብሉ ሰባት ኣለኹም ስለዚ እቲ ሳንቫይዘር ተወሪድኩም ቀልጢፉ ክመውቅ ምክንያቱ እቲ ሂት ካብኡ ዝወፅእ ቅድሚ ናብ ኩሉ መኪና ምብፅሑ ብቀንዱ እቲ ፊኒስትራ ከም ክኾ እዩ ንስኹም ዘድልየኩም ከዓ ንቅድሚት ምካድ እምበር ንድሕሪት ክንደየናይ ክትከደክሉም ክዝቡት ንቅድሚት ኢኹም ሽዑ መኪና ከዓ ሞር ምስ ዘወርካ እያ ሂት ተውፅእ መኪና ክዝወር ኣለዋ ሂት ክተውፅእ ኮይና ብተወሳኺ ግን ኣብዚኣ ተካትዕ ኣርእስቲ ኮይና ዝረኸብኳ ከዓ መኪናና ክንደይ ደቂቕ ከነተስኣ ዝብል ሕቶ እጂ ኣብ ጉግል ተሪኢኹም ገለገሊኦም ኖ ኣተሳ ኣቢልካ ርገፃ ድብሉ ኣለኹም እዞም ርገፃ ትብሉ ድሓን ሓደ መዓልቲ ድሓን ሎሚ ይዛረብና እዞም ርገፃ ርገፃ መኪና ትብሉ መኪና ግን መሰተሳእኩማ ሓደ 15 ደቂ ክትሞቕ ግደፍዋ ኣገዳሲ እዩ መኪና ኣተሳ ኣቢልኩም ሲ ማርሻ ይትኹም ርገፁ ይትዎ ኣተሳ ኣቢልኩም ሓደ 15 ደቂ ክትሞቕ ግደፍዋ እዚ ናትና ወይዘር እዚ ናይ ኣልበርታ ወይዘር እዚ ናይ ካናዳ ኩነታት ኣየር ወይ እውን ኣብ ኣሜሪካ እውን ስኖ ዝሃርመሉ ቦታታት ኣሎ ኣብ ኤሮጳ እውን ስኖ ዝሃርመሉ ቦታታት ኣሎ መኪና ተሳ ኣቢልካ ኣይዝወርን እዩ ሓደ ወይ ትራንስሚሽን ከተባላሹ ኢኻ ወይ ሞተር ከተባላሹ ኢኻ ምክንያቱ እቲ ፈሳሲ ክንቀሳቀስ ክእል ኣለዎ ሓንሳብ ስታ መኪና ቁርብ ክትመወቕ ኣለዋ እጂ ኣብ ገለገለ ቪድዮታት እንተ ኣሪኢኹም ዋላ ብእንግሊሽ እንታይ ይብሉ እዮም ኖኖ መኪና ተሳ ኣቢልካ ክትዝውር ኣለካ ምክንያቱ ዘሱነር ዩ ድራይቭ ት ዘሱነር ጌትስ ሃት ትብሉኻ ቀልጢፍካ ክንድሕ ክትዝውራ ጀሚርካ ቀልጢፋ ክትመውቕ እወ ክትድሕር ዘዊርካያ መኪና ትመውቕ እያ እንተኾነ ግን እንድሕዳ ኩሉ በሪዱ ኣሎ እቲ ሆዝስ እቲ ኩሉ ነገራት ነታ መኪና በሪዱ እንተ ኣሎ ኣተስ ኣቢልካ ማርሸ ተእትኸያ ክሳብ እቲ ዘይቲ ንላዕሊ ድበፅሕ ክሳብ ሉብሪኬሽን ኩሉ ድኸውን ሓደ ገለ ክብተኽ እዩ ስለዚ መኪና ኣብ ተሲእና ክንዲ ደቂ ክንፀንሕ ትብሉ ሰባት 15 ደቂ ፅንሑ እዚ ግን ናተይ ምኽሪ እዩ ጉግል ከ ካልእ እንታይ ብለኩም ትፈልጡ ግን ኣብ ሜካኒካል ንቤኒ ሚድያ ከም ትኣምኑ ምክንያቱ ኣነ እቲ ሜካኒክኩም ሓቀይ ካልኣይቲ ነጥብና ከዓ ኣከዳድናኹም ኣብዚ ኪንግስወይ ሞል ትበሃል ኣሎ ብዚ ኤድመንተን ኣብኡ ከይደ ነረ እጂ ኣነ ኣብ ዊንተር ትፈልጡ ኢኹም ድርብርብ ኣቢለ ድኸ ምክንያቱ ሜካኒክ እየ ኣካዳድና ከፀበቕ ኣለና ዘርዋይስ ክሓምም እየ ድርብርብ ኣቢለ ድኸይድ ክትርኤ እንትኾንካስ ብዓይነይ ገሊኻ ሰሊን ካብዚኣ እኒኦ ጥርያታ ትኽፈት ኣብኡ በቃ ሞዴሊስት ይመስሉ ኩሎም ኣካዳድንኦም በቃ ነዚ ዊንተር ሲ ሕጂ ምስ ሓመሙ መን ይጎፋን ምኸውፅእ ኣብ ዊንተር ሌየር ክዳውንቲ ክደራረብ ኣለካ እዚ ረቂቕ ሸበዶ ቁንጣ ወይ ረቂቕ ገለ ፕሊስ ኣከዳድንኹም ኣፀበው ዊንተር ዝፀልኦ እንታይ ኢኻ እንተ ኣከዳድና ክሕማቕ ኮይኑ ስለዚ ኣከዳድናኹም ደርቡ ብውሽጢ ፅቡቅ ጌርኩም ደርቡ ሌየር ተወሳኺ ክዳውንቲ ተኸዳደኑ ማሚቕኩም ውፁ ንዝኾነ ይኹን ምክንያት ማለት እዩ ዋት ሃፕንስ በቃ ናይ ኖርማን ክድውሉ ኢኹም ዋይ ኣም ኮልድ ፌር ኣይኮነን ንነብስኻ ኣብ ፈተነ ምእታው ኣብ ፈትነ ተእትወና ያልኩም ምሽ ትፅልዩ ኣብ ፈትነ ተእትዋ ነብስኹም ፅቡቅ ደሪብኩም ኪዱ ዝኾነ ከጋጥም ዝኽእል ኤመርጀንሲ መኪና ከጋጥም ይኽእል እዩ መኪና ተኣሚንኩም ኣይትኸዱ መኪና ሓፂን እያ ሓፂን ተሰርሐት ከዓ ዝኾነ ክትስበር ትኽእል እያ ዊንተር ኣየመክሕን ብዛዕባ ብላክ ኣይስ ኣይተዛረብናን ስለዚ ብዛዕባ ብላክ ኣይስ ክዛረበኩም እየ ብላክ ኣይስ እንታይ ማለት እዩ እዚ ኣብ ፅርግያ ዝፀንሓካ በረድ ማለት እዩ እዚ ከዓ ፀሊም ኮይኑ ግን ልክዕ ሳርፌስ ነቲ ፅርግያ ንዑ እዩ ዝመስል እዚ ከዓ እንታይ እዩ ምሽ በረድ ይሃርም እቲ በረድ ሽዑ ይመክኽ ማቱ ኣብዚ እዋን ዝተሪኢኹሞ ካብ ኔጋቲቭ 5678 ፀኒሑ ደን ሃንደበት ናብ ፕላስ ይኣቱ ፕላስ ሓደ ክልተ ይኣቱ ሓደ ክልተ ምስ ኣተዎ ይመክኽ ኩሉ ግዜ ኣይስ በረድ ናብ ማይ ዝመከሉ ፕላስ እንድሕር ኮይኑ ይመክኽ ማይናስ ትዳ ኮይኑ ናብ በረድ ይቕየር ሕጂ ኣብ ከምኡ ኣብ ትራንዚሽን ከሎ ቀጢ ዝኾነ ሌየር ኣሎ በቃ ልክዕ ነቲ መሬት ነቲ ፅርግያ ልክዕ ይድመስል እዚ ከዓ ንኩላትና ክንሪኦ ከለና ካብ ርሑቕ ማራ የደናግረና እዚ ብላክ ኣይስ ግን ንክንደይ ሰባት ሽተት ደበለ ብጣዕሚ ሓደገኛ እዩ ስለዚ ኣብ ኣዘዋውራኹም ብላክ ኣይ ስኩል ግዜ እቲ ሳርፌስ ሪፍሌክሽን ኣለዎ ሶ ፕሊስ እዚ ኣብ ፕላስ ማይናስ እቲ ወዘር መጀመርታ ኣብ ቴሌፎን ክትሪእዎ እንዲኹም ክንደይ ያሉ ኩነታት ኣየር ቅድሚ ካብ ገዛ ምውፃእኩም ኣይሆፕ ኩልና ንርኢና ንወፅእ ንህሉ መብዛሕትኹም ትዝውሩ እኮ ተኣማመኑ ኢኹም መኪናኹም ኣሚንኩም ትንቀሳቀሱ ከምዝርእኩም ኣነ ግን ኩነታት ኣየር ከመይ ክኸውን ኢሎ መዓልቲ ኢልካ ከይረኣኻ ይውፃእን እዩ ዝዓበየ ሕኪ ኣብ ካናዳ እንታይ ተልኩምኒ ቱደይዝ ወዘር ኦ ቱደይዝ ወዘር ዝኮነ ቢ ኮልድ ሕኪ ዋላ ኣብ ዝኾነ ኦፊስ ዝኾነ ቦታ ኣቲኻ ዋስ ቶፒክ ደ ደይ ተልካዮ ናይ ሎሚ ሕኪያ እንታይ በቃ ቁሪ ክኸውን እዩ ኦኬ ሎሚ ድኣ ማይናስ ሲክስ ክህልወና ኦ ሎሚ ስኖ ክገብር እዩ ኦኬ ሕኪኦም ወይዘር እዩ በቃ ስለዚ ወይዘር ሰሚዕኩም ከዓ ስኹም ምፁ ብዝኾነ ግን ኣብ ቤኒ ሚድያ ከመይ ዓይነት ኩነታት ኣየር ክንዝርግሓልኩም ስለ ዝኾና ብዙሕ ኣይጨነቑ ሕራይ ሓደ ካብቲ ኣብ ብዝሒ ሓደጋ ደእቱ ደሎ እንተ ካብ መፅናዕቲ ካብ ዝገበርኮ ማለት እንታይ እየ ኣብ ስፒዲን ማለት እዩ ጎየይቲ ኣብ ፅርግያ ትጎዩ ሰባት ኣለኹም እዚ ጠቓላ ክቋረፅ ኣለዎ ዲስታንስካ ምሕላዊ ካልኣይ ግን ዝበዝሐ ሓደጋ ተጋጥም ዘላ በያ ኣብ ፅርግያ ክትዕፀፉ ከለኹም ከርቭስ ማለት እዩ ራይት ተርን ክትጥወዩ ከለኹም ወይ ድማ ንፀጋም ንየማን ወይ ንፀጋም ክትጥወዩ ከለኹም በቲ ዝነበረኩም ስፒድ በቲ ዝነበረኩም ጉያ ቀጥታ ክትጥወዩ ትኽእሉን ኢኹም ዕድል ኣይክትረኽቡን ኢኹም ስለዚ ገለገለኹም በታ ዝነበረትኩም ስፒድ ትኽልኩም ፀኒሕኩም ዕፅፍ ትብሉ ሰባት ኣለኹም እቲ ጎማ መሬት ረግፁ ፀኒሑ ክጥዎ ከሎ ግን ቁርብ ጎማ ንመሬት ትረግፅ እቲ ስፒድ እቲ ናቲ ሞሜንተም እንተ ፊዚክስ ትዝክሩ ኮንኩም እቲ ትኸዶ ዝነበረት እታ መኪና በቲ ስፒድ እያ በቲ ናታ ዝነበረ ስፒድ ወይ ድማ ሞመንተም እቲ ሓይሊ ዘሎ ደፊኣ ናብቲ ሓደ ሳይድ እያ ትኸይድ ካብ ቁፅርካ ወፃኢ እያ ትኸይድ ስለዚ ክጥወዩ ከለኹም ብጣዕሚ ጠንቅቑ ድበዛ ሓደ ጋበይትልኩምኒ ክጥወዩ ከለኹ ዩ ኣነ ከም ሜካኒክ ኩሉ ግዜ ድወለኒ ወይ መኪና እንዳ ከምዚ ኮይና እንታይ ኮይኑ ክጥወ ከለኹ ብሉኒ መብዛሕትኡ ምህራም ከመይ እዩ ክትጥወ ከላ መኪና ዘጋጥም ዘሎ እዩ ስለዚ ክትጠወዩ ከለኹም ብጣዕሚ ክትጥንቀቑ ኣለኩም ስልኩም ኣይትጠወዩ ሃንደበት እንድሕር ዳ ሓደ ለይን ክትጠወዩ ማፕ ማፕ ኢና ንጥቀም መብዛሕትና ማፕ ትርእዎምሽ ሃንደበት ጂፒኤስ ትኽልካ ከይድ ክብልካ ፅንሕ ተጠወ ብለካ ስልኩም ተዓቢልኩም ኣይትጠወዩ እንድሕር ሰጊድኩም ወስገርዎ ኣብ ካልእ ተጠወዩ እዚ ሃንደበት ከርፊ ትገብርዎ ዘለኹም ንሓደጋ ይኸሰበልኩም ሓደ ካብቲ ዝበዝሐ ሰባት ዝሽግረና ከዓ እንታይ እዩ ምናልባት እታ መኪናስ እናዘወርኩም ከለኹም ካብ ቁፅርኩም ወፃእቲ ኮይና እዚ ክለኩም ከለኹ ሕጂ ጠቕላላ ሃንደበት እንተ ደኣ በረድ ረጊፃ ሸተት እንተ ደኣ ኢላትኩም ቀጥታ ፍሬኖ ንምሓዝ ትጎዩ ሰባት ኣለኹም ፍሬኖ ግን እታ መኪና ኣርባዕትኡ እግሪ ስለ ዝኣስሮ ሎክ ስለ ዝገብሮ ጠጠው ክትብል ኣይ ከኽእላን እዩ ምክንያቱ እግሪ ፍሬኖ ፍሬኖ ምሓዝ ነቲ እጋር ሎክ እዩ ዝገብሮ ይኣስሮ እዩ ጠጠው ይደብሎ ሕጂ መኪና ደው እንተ ደኣ ኢሉ ኣርባዕትኡ እግሪ እንተ ተታሒዙ ከምዚ ኢሉ ካብ ቁፅር ወፃእ ስለዝኸውን ሸተተታ ትብል ተንሸራትታ መኪና ማለት እዩ ስለዚ ክትቋፀርዋ እንተ ኮንኩም ምናልባት ቁርብ ሸተት ክለኩም እንተ ጀሚራ ክንዲ ፍሬኖ ቀጥታ መሓዝ ፍሬኖ ቀስ ኢልካ ክትሕዞ ግን እቲ ስቴርሶ ተቋፃፂርኩም ናብቲ ፓይል ኦፍ ስኖው ኣሎ ኩሉ ግዜ ኣብ ፅርግያ ተሪኢኹም ብየማናይ ድዩ ብፀጋማይ ብዝሕ ዝበለ ስኖው ዝተኣከበለ ማለት ስኖው ክፀርግዎ ከሎ መጀመርታ ንፀግዒ እዮም ዘፀግዕዎ ወይ ንየማነ ፀግዕዎ ወይ ንፀጋመ ፀግዕዎ ንስኹም ናብኡ ገፅኩም እታ መኪና ዝኣብልዋ ሽዑ እቲ ስኖው እቲ ጎማ ዝኾነ ትራክሽን ክረክብ ትራክሽን ማለት ምስ መሬት ሪታክት ክጅምር ምስ መሬት ትረግፅ ኣላ እታ መኪና ከዓ ቀስ ክትብል ክጅምረ ኣብ ቁፅልኩም ቀዳምነት እታ መኪና ክትቋፀሩ ክትኮለኩም ተዘይኮይኑ ግን ብፍላይ ንታሕቲ ቁልቁሎት ከድ ከለኻ እንተ ሓፍ ኢላ ትኸይድ ኣላ ቁልቁሎት ትኸይድ ኣለኻ ቀጥታ ቀስ ከተብላ ክትክእል ኣለካ መጀመርታ እንድሕር ሸየት ኢላትካ ግን ቀጥታ ፍሬኖ ደይ መሓዝሽ ምክንያቱ ክትጥወያ ሰለስተን ስሳን ክትከዳ ብድሕሪት ክትከይድ ኢኻ ብድሕሪት ከዓ እንታይ ትሃርም ኣይትፈጥን እያ ብዝተኸኣለኩም ስቴር ስኮት ቆፃፀርዎ ፍሬኖ ቀስ ኣቢልኩም ሕዙ ቀጥታ ኮልቦ ፍሬኖ ኣይትሓዝዎ እዚ ዝበዝሐ ሓደጋ ደምፅ ደሎ ኣብ መጨረሻ ከይጠቐስኳ ክሓልፍ ዘይደሊ ከዓ ምውዳቕ መብዛሕትና እኳ ኣብ ካናዳ ወዲቕና እንዲና ግን ምስ ወደቕና ኢና ፈሊጥናዮ እቲ ኣከዳድናን ጫማ ንገብሮን ኣረጋግፃ መሬትን ዝበሃል ኣሎ እዚ ከም ድላይካ ትጎየሉ ዓዲ ኣይኮነን ሃንደበት ኢኻ እቲ ዝበዝሐ ሰብ ዝወደቓ ይመስለኩም ኣብ ፓርኪንግ ኣብ ፓርኪንግ ካብ መኪና ክወፅ ከሎ ጠዋ ዕብል ካብ ባስ ክወርድ ከሎ ጠዋ ዕብል ናብ ባስ ክስቀል ከሎ ጠዋ ዕብል ካብ ባስ ወሪዱ ካብ ሓደ ማርሻ ቤዲ ናብ ካልእ ማርሻ ቤዲ ክሰግር ከሎ ጠዋ ዕብል ዳርጋ ደይ ወደቐ ሰብ የለን ሕጂ ምውዳቕ ኢትስ ኦኬ ኩልና ወደቕና ኢና ኢትስ ኦኬ እዚ ፀገም እንታይ ድኸውን ደሎ እናጎየኹም ክትከዱ ትስጉሙ ኣለኹም ሰባት ብዙሕ ላይክ ስቴፕ ስቴፕ ትገብሩ ኣብ ዊንተር ታይም ቀስ ኢልካ ኢኻ ትጓዓዝ ምክንያቱ ኣየነይቲ ኣተውደቐካ ኣይትፈልጥን ኢኻ ኩሉ ሸተት ደብለካ ድኽእል እዩ ሓደ እቲ ጫማታትኩም ናይኪ ጌርኩም ትንቀሳቀሱ ሰባት ኣለኹም ናይኪ እዚ ኤርማክስ ገለ ናይ ሳመር ጫማታት ኢትስ ኦኬ ምርጫኹም እዩ ሓንሳእ ምስ ወደቕኩም ግን ናይ ገዚኹም ኢትስ ኦኬ ኣብ መስመር ትኣትዉ ኢኹም ፕሊዝ ግን ኣራገጻኹም ተጠንቀቑ ዋላ ኣብ ሲቢሲ ሓደ እዋን እንታይ ኢሎም ነይሮም ብሰንኪ ሓደ ካብ ዓሰርተ ካናዳውያን ሲ ብሕማቕ ወድቁ እሞ ደን ፐርማነንት ዝኾነ ሽግር ይመፆ ዲስኣብሊቲ ይመፆ ምክንያቱ ብሕማቕ ተወደቕካ ርእስኻ ትረም ትኽእል ሕቆኻ ትረም ትኽእል ካብ ስራሕ ወፃውን ክትከውን ትኽእል ኢኻ ስለዚ ኣራግፀኹም ጥንቀቑ በሉ ሆፍሊ ናይ ሎም መዓልቲ ብዛዕባ ካናዳ ዝሃብኩኹም ምክርን ሓበሬታን ጠቓሚ ኮይኑ ረኪብኩም ተስፋ እዩ ኣብ ቀፃሊ ብከምዚ ዓይነት መደብ ክሳብ ንራኸብ ነዛ ቻናል እዚኣ ሰብስክራይብ ምግባር ከተባብዑኒ ብትሕትና ይሓትት ንዝወልሓንኩም